ሓሊፍልካ ኣብ ጽቡቕ ደረጃ ኣብ ዝለዓለ ደረጃ ክትበጽሕ ዘይደልዩኻ ሰባት ኣለዉ ኩሉ ሻዕ ነዞም ሰባት እዚኦም እንታይ ትገብሮም መሲልካ ኣህ ሓሳዳት ዶ ነጥፍእ ትፍትፍን ጸጋም ትፍትፍን ጸድፊ ትፍትፍን ጸጋም ትፍትፍን ጸድፊ ኢልካ ጥራሕ ኢኻ ክተጥፍኦም ትኽእል እምበር ገለ ዓይነት ሕሳዳኢ ተላዒሉ ዶ ኣሎ ኣይጠፍኡን እዮም እዞም ከምዚኦም ዓይነት ሰባት።

እቶም እስራኤላውያን ብምሉኦም ናብቲ መሕብኢ ጉድጓድ ኣንደባ እቶም ኤርትራውያን ከዓ ወፃብያ ዓንደባ ኮንክሪት ማይ ታሪማ ቀዳማይ ድጎይመን እቲ ኤርትራዊ ገዛእቱ ካብ ሚሳኤል ክሬ ወፅ ማይ ታሪማ ኣብ ቀዳማይ
ተንሕኪያ ከይበዝሓ ዳ እምበር ታንያ ዘክርካ
ኣነ ካብ ልምክሐሎም ሓደ መልክዕ እዩ ንወዲ ብዙሕ ለይክኾን ይኽእል እየ ለጓላት ግን መሕለፊ ዝሰኣኑ ኩሉ ኣዲስ ኣበባ እዩ

ኣብ ሱዳን ከመይ ነርካ ኣብዚ ከመይ ኢኻ ኩሉ ታሪኽ ሂወትካ ጸሓሒፍካ ኩሉ ኣምጻለይ ድሕሪኡ ትካረያ እታ ገዛ እንታይ ፕሮሰስ ገሃ ገዛ ክራይ ድዩ ኪድ ኪድ ኪድ
ኣዋጅ ኣዋጅ ኣዋጅ ሰላም ሰላም ክቡራት ተኸታተልቲ ላሜክ ሪኣክሽን ይትኾኑ ጠመይ ኢልኩም ኣለኹም ፀጋ ጥዕና ጠመይ ኢልኩም ኣለኹም ድሓን ዘለኹም ስድራ ኩሉ ጠመይ ትኾኑ ኣለኹም ከመይ ኣለኹም እንኳዕ በሉ እስኪ ገፅ ንገፅ ኣረኣየና ኣኣብ ዘለኹሞ ሰላም ፍቅሪ ጥዕና ዳተመነኹ ንሎሚ ንዓኹም የዛናግዑን የዛንዩን ድበልኩዎም መደባት ሒዘልኩም መጽየ ኣለኹ ነዛ ቻነል ሓደሽቲ ዝኾንኩም ሼር ላይክ ሳብስክራይብ ኮመን ኮመንት ብምግባር ናይ ወትሩ ተኻታተልቲ ናይዛ ቻነል ክትኮኑ ብትሕትና ዕድመኩም ዝሕላ ሃባ ነዳዲ ሸር በሎ። ከምቲ ልሙድ ነዛ ቪድዮ ክትጅምርዋ ከለኹም ላይክ ምግባር ከይትርስዑ። ሰናይ ምክትታል። ሓበሬታ ብቕልጡፍ ክንመሓላለፍ ኣለና ኮኔክሽንና ፋስቲ ክኸውን ኣለዎ ከምዚ ናይ ፋይዋይ ብቕልጡፍ ክንረዳዳ ኣለና።
ሓደ ካብቶም ዝምከሐሎም ነገራት መልክዐ'ዩ።
ኣነ ካብ ልምክሐሎም ሓደ መልክዕ እዩ ልወዲ ብዙሕ ለይክኾን ይኽእል እየ ለጓላት ግን መሕለፊ ዝሰኣኑ ክሎ ኣዲስ ኣበባ እዩ ወክላ ገበርኩ ቅድሚ ሓዳር ምግባረይ ቃድም ሓንቲ ቆልዓ ላእያ ኣነ ልኹርዓት ፈጨጭ ምክንያቱ እዚ መልክዕ እዚ ሕደጎ ሎምማ ኩናት ለሕለፈ መልክዕ እዚ ጦርነት ለሕለፈ እዩ ቅድሚ እኮ ብስሩ ቀሻፍት ሓለፈ እዩ ነይሩ ካብኡ ናበኸ ትረያ ጓል ሃፍታ ምዃና ለ ኣረጋጊፀ እንዲያም ትግራዋ እዮባ ከሳቅ እያ ነየኒ ኢለ ክልተ መዓልቲ ብኡ ይሓልፍ ትበኪ ሳልሳይ ግን ግፍዕ ከይኮነኒ ፈሪሕኻ ንዓ እተይ ኢላትኒ ኣብቲ ገዛ ኣቦኣ የለ ወይ ሰራሕተኛ የለ በይና እያ እትው ይብለኹ ሰውዚ እኒኦ ጓሓፍ እያ እንደ ተብፅሐልና ለከና የመልክ ዕቦልየ ስል ጓሓፍ እዩ
ጓሓፍ ዘብፅሓላ ሰብ ስኢና እያ ትበኪ ነይራ ኩሉ መዓልታት ወዲ ሸቕ ከዓ ገለ ዓይነት ሸኽስያ እንዳገበረ ሓልፍ ኢሞሽናል ዳሜጅ ኢሞሽናል ዳሜጅ ሕራይ እምበኣር ክቡራት ተኸታተልቲ ኣብዚኣ ድማ ሓንቲ ሓፍትና ጸጉርካ ምልጻይ ገጽካ የብርህ እዩ ትብለና ኣላ እሞ እስከ ናብታ ቪድዮ ከብለኩም።
ካብቲ ደስ ዝበለኒ ጸጉርኻ ምቑላጥ ምቑራጽ ገጽካ ይበርህ I don't know እም፣ how በሪህኪ ቤላ so ገጸይ ከምዚ በሪህኪ በሪሁ ሪኤዮ ኣይፈልጥን እየ ኣነ
ኦ ባዕቧዕ ኢልኪ ቤላ ጌርኪ በሪህኪ ኣብዚኣ ቪድዮ ዚሮ ፊልተር ፊልተር ዝበሃል የብለይን ማለት እዩ I don't have a filter እንደገና ክትወፃ እንተ ደኣ ሓሲብክን ከዓ ሁፕ ኢሪን ክትገብራ ትኽእል ኢኽን ገጂፍ ኢሪን ትገብራ ቁርብተይ ሜክኣፕ Girl, it's not that bad.
ዋው ኮንፊደንስ ገለ ዓይነት ኮንፊደንስ እዚኣ እንታይ ድያ ትበሃል ጃጉ ንመን ትፈቱ ነደይ በራዋ ዝወደይ ንዓኺ ርእን ጥራሕ ኩለን ከይምለጣ ጓል ሹቐ

ኣብ ደገ ዘሎ ሰብ ዝኸፍለልካ ከኣ ግድን ክህልወካ ኣሎ ንሱ ከኣ ኣብ ሱዳን ከመይ ነርካ ኣብዚ ከመይ ኢኻ ኩሉ ታሪክ ህይወትካ ጸሓሕፍካ ኩሉ ኣምጻለይ ድሕሪኡ ትካርያ እታ ገዛ እንታይ ፕሮሰስ ገሃ ገዛ ክራይ ድዩ ኪድ ኪድ ኪድ
ሓቁ እኳ እንታይ ፕሮሰስ ዲኻ ክትገብረሉ ክንዲ ዝሕቶ ወለድኹም ኣብ ማዕረ ክንድዚ ብሂወቱ ይፈልጡን እዮም እንኳን ንስኻ ፖሊስ ሒዝካ ከማን ማዕረ ክንድዚ ሕቶ ኣይሓተካን እዩ ዝዓርከይ ማዓር። በሉ ኣምላኽ ንዓኹምሲ ጻማኹም ይርኣየልኩም።
እዛ ቪድዮ እዚኣ ድማ ንመን ተሰሪሓ መሲልኩም? ካብቲ ዝነበርካዮ ህይወት ወጺኻ ምስ ተቐየርካ ነቶም ሓመይቲ ሰባት ዝተሰርሐት ቪድዮ እያ። ሼር ግበሩሎም ኢኹም።
ሓደ ሓደ ኒኢኹምሰ ሓደ ሓደ ኒኢኹምለ ማለት እዩ ንእሽቶን ሰብ ሕልፍ ይውለሉ ኣታ ትፈልጦ ዲኻ ለብና ቆይ ትሰጪ ሕልውሕል ናረ ዋና ቡና ኣብኡ ከፍልሕ ደሊኻ ጅግና ኮይኑ በቃ ንሱ ሕልፍ ይውለሉ በቃ ሰሪቑ እኮ እዩ ሃፍቲሙ ወዲ ጽጉም እኮ እዩ እስኪ ስረቐ ርእየና ሃፍቲ ስረቐ እስኪ እሰይ እንኳዕ ወዲ ጽጉም ኮነ ድፋእፋእ ኢሉ ኣውጺእዎ ንወዲ ጽጉም ስረ ችግር ይፈልጥ እዩ ንኢኻስ ካብ ቤተሰብካ ትጽበ በቃ ኣጉል ነገር ይተውግዑ ኣጓላት ዘኒኢኽን በቃ ሓንቲ ሕልፍቲ የላ ስራሕ ክፍት ተቢላ በቃ ሽጉር ኩያ ጠቢሳ ሃፍታም ኩያ ጠቢሳ እስኪ ጥበሲ ርኢልና ጅግና እያ ርኢና ጥነሲ ሰሪሕኻ ለለይቲ እመነሉ ዘመን በቃ ኮይና ጓል ብኹም ነገር ትኾና ሃምቲ ሽጉር ጠቢሳ ግዛዕ እማን ተቃይርላ በቃ ሓምልዮት ጓል ድኻ ኩያ እዚኣ እሰይ ርእዩ ልውጥ ኢሉ ተለወጠ በቃ ካለይ ተለወጥ ክነኡ ቡና ላፍላሕ ክም ትጥበሰማ ተለወጠ ኣይትሕመ ኣይተጸልማ ሰብ ኣይተጸልሙ ማርያም ብሰይ ሓሊፉ ልወሉ ዋ ድኸማ ቃል ሓሊፍልካ ኣብ ጽቡቕ ደረጃ ኣብ ዝለዓለ ደረጃ ክትበጽሕ ዘይደልዩኻ ሰባት ኣለዉ ኩሉ ሻዕ ነዞም ሰባት እዚኦም እንታይ ትገብሮም መሲልካ እ ሓሳዳት ዶ ነጥፍእ ትፍቱፍ ንጸጋም ትፍቱፍ ንጸድፊ ትፍቱፍ ንጸጋም ትፍቱፍ ንጸድፊ ኢልካ ጥራሕ ኢኻ ክተጥፍኦም ትኽእል እምበር ገለ ዓይነት ሓሳድ ኣዩ ተላዒሉ ደሎ ኣይጠፍኡን እዮም እዞም ከምዚኦም ዓይነት ሰባት። እሞ ሓሳድ ዶ ነጥፍእ ነጥፍእ ያኣኽ ትፍቱፍ ንጸጋም ትፍቱፍ ንጸድፊ ትፍቱፍ ንጸጋም ትፍቱፍ ንጸድፊ ትፍቱፍ ንጸጋም ትፍቱፍ ንጸድፊ ጠፊኦም ኣለዉ። ኣብዚኣ ድማ ናይ ጢኖን ናይ ቶማስን ገለ ዓይነት ሕኪ ኣለዋ እስከ ናብታ ቪድዮ ከብለኩም። ኣብ እስራኤል ኣለዉ ጀምዓ ሲ እስራኤል ኣለዉ ጀምዓ ሕጂ ምስ በዚ ናይ ኩናት ኣሎ ሚሳይላት ገለ ዓልብ ኣሎ ሓደ ካብኦም ፈራሕ ኣሎ ሲሉ ዕልም ደሎ ክትኮስ ከሎ እቲ ሚሳይላት ሲ እቶም እስራኤላውያን ሙሉኦም ናብቲ መሕብእ ጉድጉድ ኣንዳ እቶም ኤርትራውያን ከዓ ወፃቢ ዓሉ ኹም ክብል ማይ ታሪም ቀዳማይ ድጎይመን እቲ ኤርትራዊ ገዛእቱ ከሚሳይ ግሬዎት
ተንዕኪያ ከይበዝሓ ዳ እምበር ናይና ዘኪርካ እዞም ዩቲበራት ከ ምስ ሳልሳይ ኩናት ዓለም መፅእ ኣሎ ገለመለ እዚ ትኽክለኛ ምልክት ናይቲ ምፅኣት እዩ ደምኻ በቃ ዓለምስ ወርሒ ተሪፍዋ ክትውዳእ እያ ገለ ገለ ብለካ ሓደ ዩቲበር ድሕሪ ወርሒስ በቃ ዓለም ተወዲኣ እያ ሳብስክራይብ ግበሩ እንዳ ግበሩ ሳብስክራይብ ግበሩ ካብ ሽዑ
ኣይ ኣነ እኮ ከምዞም ከምዚኣ ድብሉ ሰባት ኣይኮንኩን እንዴ ነብሰይ ከውጽኣላ ካብ ብሕጂ ግን ምናልባት ሕማቅ ኣሎ ጽቡቅ ኣሎ ወይ ኣብ ላዕሊ ወይ ኣብ ታሕቲ ተተራከብናስ ጽቡቅ ጽቡቅ መደባት ከዳልውልና ደልዮም ከይኮኑ እምበር ዓለም እንዳ ተወደእት ዶ ደኣ ሳብስክራይብ ግበሩ በሃል ኮይኑ ንዓኻ ጽዒነካ ኣታ ጽዒንካኒ ዋይ ሓቃ እንዳ ደኣ እዛ ዩቲበይ ምክያት ክትኣቢ ከማኻን ደቂ ከማኻ እንተ ተጻዒኖም ደኣ ኣነኻ እንታ ኮይኑ እዚ ቪውስ ድጎድለኒ ዘሎ ብል ብሓቂ ሰቂነካ ንዓኻ ኣብዛ ዘለናያ ፕላኔት ልዕለይ ሰብ ኣሎ ኢለ ኣይኣምንን እየ ይብለና ኣሎ እስከ ዝወዲ ሹቕ ብሓባር ንከታተሎ።
ዓለምና ኣብዛ ዘለና ፕላኔት ማለት እዩ ብዘይካይሲ ሰብ ኣሎ ኢለ ኣሎ ሰብ ኣሎ ኢለ ኣይኣምንን'የ። ኣይንኣምን ኢና መርሓባ እወ ኣይንኣምን ኢና ንኣምን ኢና ተቐይራ ሕጂ ኣይንኣምን ኢና ኤርምያስ እዩ ብዘይካናሲ ሰብ ኣሎ ኢልና ኣይንኣምን ኢና ኣይንኣምን ኢና ሕጂ ክልተ ኣይንኣምን ኮንኩ እየ እንታይ ትገብር ሰብ እዩ ድሕሪኻ ዘሎ

ሕጂ ከኣ ሞቲቬሽን ተቀይራ። ሰንድ ዘሎ
ደቂ ዓበይቲ ሰንድ ዘሎ ኣሕዋትና ስሻኹም ዘሎ ኣሕዋትና ኣነ ሰብ እየ ከማኹም ሰብ እየ ዝብለኒ ሰብ እንተ ሃልዩ ኮይኑ ኮመንት ጽሒፉ ኣነ ሰብ እየ ይበለኒ
ኸው ውጭርማ እኮ ክጥዕም ብዙሕ ሰብ እኮ ኣሎ ግን ሰብ ከዓኒ ሰብ ክኸውን ተጨነቕ የብልካ ዝሓስብ የብልካ ኣብዚ ምድሪ ሰብ ኣሎ እሞ ሰብ ክራኸብ ኣሎ ሰብ ክኸውን ተኾይኑ ሰብ ኣብዚ ምድሪ ሰብ የለን ኣብዚ ምድሪ ሰብ የለን ብዘይካ ሰብ ኣሎ ኣብዚ ምድሪ ኣብ ምድሪ ሓሳብ እዩ ዘሎ በቃ ስሉ በቃ በጊዕ ክህሉ ክእል እዩ ላም ክትህሉ ትኽእል እያ ብዕራይ ክህሉ ክእል እዩ ዝብኢ ክህሉ ክእል እዩ ግን ኣነ ሰብ እየ በቃ ሰብ ኣሎ እንዲ ሓሳብ ኣሎ እንዲ ግን ሕጂ እንታይ እዩ ተሓሳቢ ኮይኑ ኣተሓሳስቡ ናይ ዝብኢ ተኮይኑ እኮ ሰብ እዩ በቃ ሰብ ሰብ ኢልካ ትሓስቡ ትኽእል ዝብኢ

ሰላም ለካ ፍራ እንታይ ሰላም ኢልና እታ ኣብዚኣ ሓደ ሰብ ረኺበ ኣለኹ ሕጂ ከዓ ንስኻትኩም ማለት እዩ ብትኽክለኛ ትኽክለኛ ሰባት እንተደኣኾንኩም ማለት ሞቲቬሽን ተቐይራ ትኽክለኛ ሰባት እንተኾንኩም ማለት እዩ ኣብ ኮመንቲ ንሕና ሰባት ኢና ሰላም ክንብለካ ኢና ኢልኩም ፀሓፉለይ
እስከ ሰባት ኢና ኢልኩም ፀሓፉ ሰባት እንተለኹምሲ ኣብዛ ኮመንት እዚኣ ንሕና ሰባት ኢና ኢልኩም እስከ ፀሓፉ
ዓለም ብሙሉእ ህዝቢ ተትውዳእ ምስዚ ምኸድኩን ኔራ። ደፋር ለማኒ ኣብ ሽምግልና።
ወይ ተዋይ እምበይ ተዋይ ጓልኩም ደለይ ኣሞ ንፋሽጋ ሃውኒ ኣታ ግልፂ እዩ እዚ ዋይቶን ኣይኔካ ምንም የብላይ ኣላወይ ዘርጋሕኩ ኣርማ ኣድኻ እዩ
ሒዛ ትመፅእ ትዋስኹም
ተደፋሪ ኮንካ ኣነ ግልፂ የናገርኩም ኣለኹ ደፊረ ኮንኩ እሺ ድሕሪኡስ ሃብናያ እሺ። ግዝሚ እውን ሃብና እኮ እወ። ድሕሪኡ ከ ለውጢ እኒኦ ድዩ እ፣ ብቱል ገዘን ኩምኒ ገይራ ይሰርሕ ይልወጥ ሰብኣይ። ይዓቆር ኣበይ ኣብ ዕቋር ጥራሕ ሮያል በልቲ ምዕቋር ከዚ ሰሪሕኻ ጀምር እሺ። እንተ ወፂኻ የለለኻ ግና የባህሊ ናይ ወለድኻ ስደደልና ምስኦም መዓልቲ ንቆፅር ኢና በቃ ኣብሽሩ
ኣንታ ከምዚኣ ኢልና ዶ ደፊርና ክንሓትት

እውይ ክልተ ሞት ማይ ዓቡይ ሙች ከዓ ዝገበ ተርፈካ ከኣባላልዑ
ሓንቲ ላ ዝቐረትካ ሓንቲ ላ ዝቐረ
በዛ ከዘና መጨረሻ ላይ ይኸብል
ጀዊዐኒ ኣሎ ምሳኻ ክበልዕ ደይ ትብሎ ነበርካ እንታይ ኣብ መወዳእታ እዚኣ ጥራሓ ኮልሰን ደብል ኣለካ ልክዕ ከማኺ ጥዕምቲ ቡና ምፅለይ
ሰላም ዶ እንታይ ይምፃእ ተልእዘዝ ንዓይ ቡና ዝሓፍተ ይምፅእ እሺ ንዓኻ ክስሃብ
ንዓይ ከዓ ማለት እዩ ከማኺ ጥዕምቲ ቡና ሲላ ቅርቲ ጥዕምቲ ከማኺ ኣንታ ሓወ ማእስ ጥዒምካ ኢኻ ከማኺ ጥዕምቲ ቡና ትብለ ዘ ደፈና ዶ ጥዕሙን ዘይጥዕሙን ዶ ጠፊእና
ሽኮር ገብረልካ ድዩ ኣትዮ እሱ ክትመስሉ ሽኮሪና ቆልዓ ዝቡና ዘምፅኸየስ ሽኮር ጌርክሲ ሽኮር ያዲ ከተትሕዝኒ ደሊኺ
ኣታ ንጉስ ክትንገፍ ዕረሰት ኢኻ ዕረ ዘይኮነ እንታይ ደኣ ሽኮር በዚሕዎ ሰብኣይ
ምትዕጽጻፍ እያ ተዋጻኣካ ዝዓርከይ ማዓረይ እምበር ዓረኻ ጨሊጥካ ገዛኻ ሻሕ ምባል እያ። ሕራይ እምበኣር ክቡራት ተኸታተልቲ ላሜክ ሪኣክሽን በዚ ናይ ሎምዓንቲ መደብ ዓጊብኩምን ተዘናጊዕኩምን ክትኮኑ ተስፋ እንዳገበርኩ። ሽናዕ ተሓጉሽና ክንደይ እኳ ተሓጉሽና። ኣብ ዝቅጽል ብካልኦት ኣዛናጋዕትን ኣዛነይትን ቪድዮታት ስጋብ ንራኸብ ሰናይ ቅነ Peace out!